ሰላም ሰላም ሰላም ክቡራት ተኸታተልተይ ሎማዓንቲ ከዓ ብሓድሽ ነገር ተመሊሰኩም ኣለኹ ናይ ሎማዓንቲ ትሕዝትና ከዓኒ ኤግ ፕላንት ንቁርሲ ዝኾነና ዋላ ወይን ኣብ ዝኾነ ግዜ ክንበልዖ ንኽእል ኣዝያ ኣዝያ ጥዕምቲ ቀላል ትሕዝቶ ደለዋ ሕውሱስ ኣቢልና ምስ ኣሕምልቲ ምስ ካሮቲ ገለ ጽቡቅ ጌርና ክንሰርሓ ኢና ንኽትፈትውዋ ከዓ ተስፋ ገብር ኣዝያ ኣዝያ ብጣዕሚ ጥዕምቲ ቀላል እያ ግዜ እውን ኣይትወስድን እያ ከምዛ ትርእይዋ ዘለኹም ብጣዕሚ ጥዕምቲ እያ ኣነ ክጥዕማ ኢለ ንዓኹም ከርእየኩም በሊዕ ወዲየ እያ እንኳዕ ኣይትርእዩኒ ማራ ፈትየ እያ እምበኣ ኣነ ንዓኹም ይጠቅም ኢለ እንደ ሒዘ ድመፅእ ሰሪሐ ድመፅእ ንስኻትኩም ከዓ ከም ቀደምኩም ምትብባዕኹም ኣይፈለየኒ ስለዚ ንኸይድ ብሓንሳእ ኮይና ንስራሕያ ደድሊና ነገራት ክልተ ካሮቲ ማእከሎት ቀሪበ ኣለኹ ሽጉርቲ ፃዕዳ ከዓኒ ሓሙሽተ ሽዱሽተ ዝኾና ቀሪፈ ቀሪበ ኣለኹ ክልተ ኮሚደረ ሓንቲ ፓፕሪካ፣ ሓንቲ ንእስ ዝበለት ማእኸለይቲ ሽጉርቲ፣ ሽጉርቲ ቀይሕ፣ ሓንቲ ከዓኒ ፍሪ ዝበለት ኤግ ፕላንት ማለት እዩ። ሕጂ ከምዛ ትሪእዎ ዘለኹም በብሓደ ክመትረን እየ። መጀመርታ ነዛ ሽጉርተይ ከምዚ ትሪእዋ ዘለኹም ገይረ ክመትራ እየ። ክንመትሮ ከለና ኸ ኖርማል ቢድና ጌርና ከምቲ ልሙድ ጌርና ክንመትሮ ኢና ማለት እዩ ኣይሆፕ ክትፈትዋ ተስፋ ገብር ምክንያቱ እዛ ምግቢ እዚኣ ብጣዕሚ ካብ ምጥዓማ ዲኹም ክትብሉ ካብ ትሕዝታ ዲኹም ክትብሉ ኣዝያ ኣዝያ ብጣዕሚ ተሪያል ኩሉ ሕመንቲ ስለ ዝኾነ ኣዝያ ልዑል ትሕዝቶ እዩ ደለዋ ካልኣይ ነገርካ ብጣዕሚ እያ ምቅርቲ ማለት እዩ ሕጂ ከምዚ ትሪእዎ ደለኹም ሽጉርተይ መቲረ ወዲኤ ንእሽተይ ዘይቲ ጌርኻኒ ኣስተኽቲተየ ኣለኹ ማለት እዩ ከምዚ ትሪእዎ ዘለኹም ሕጂ እቲ ዘይተይ ምስ ገበርኩ ቀስ ጌርና ኣወሃህድ ነብሎ ብድሕሪኡ ክበስል ከዓ ክንገድፎ ኢና ሓንሳእ ቅልው ክብል ማለት እዩ እሱ እንዳተቐለወልና ከሎ ካሮትና ድማኒ ንቐርፎ ከምዚ ትሪእዎ ዘለኹም ጌርና ቀሪፍና ድሕሪኡ ከዓ በዚ መፋሕፍሒ ጌርና ክንፍሕፍሖ ኢና እንተዘይኮይኑ ከዓ ዋላ በቲ ናይ ሽጉርቲ መጥሓኒ ተሊና ከዓ ጌርና ክንጥሕኖ ንኽእል ኢና ፀገም ዘለዎ ኣይኮነን ኣነ ውሕዳት እየን ኢለ ብኢደይ ገይረ በዚ መፋሕፍሒ ናይ ካሮቲ ብኡ ገይረ ድፍሕፍሖ ዘለኹ ማለት እዩ ኩሉ ግዜ ብኣብ ገዛና ዘሎ መሳርሕን ብኣብ ገዛና ዘሎ ስፔዛን ጌርና ኢና ንሰርሕ ንኣብነት እንድሕር ሕጂ ካሮት ኣጋጣሚ ትውድእ እንተዘይብልካ በተን ካልኦት ኣስቤዛ ጌርካ ክትሰርሕ ትኽእል ኢኻ ወይ ካሮት ተተሊካ ፖርፖሮ እንተዘይሃሊካ ከዓ ብካሮት ጌርካ ከዓ ክትሰርሖ ትኽእል ኢኻ ወይ እውን ብኮሚደረ ጥራይ ጌርካ እውን ክትሰርሖ ትኽእል ኢኻ ፀገም ደለዎ ኣይኮነን እታ ሽጉርቲ ፃዕዳን በርበረ ፀሊም ጨው ግን ደይተርፋ ማለት እዩ ሰን መማቀሪ ስለ ዝኾና ተዘይኮይኑ ግድን ኣይኮነን እቲ ኩሉ ግዜ ዋላ ኣነ ሕጂ ይርእምሽ ኣብ ናይ ካልእ ኣሕዋተይ ቪድዮ ግድን ኣይኮንኩን በቲ ዘለወን ገይረ ኣስቤዛ ዝሰርሕ ምክንያቱ ሓደ ሓደ ግዜ እቲ ንዓይ ዘለኒ ነቲ ሓደ ሰብ የብሉን ነቲ ሓደ ሰብ ደለዋ ከዓ ንዓይ የብለይን ግድን ኣይኮነን ኩሉ ብሓንሳእ ክህልወካ እንተልካ ፅቡቅ እንድዩ ሓደ ሓደ ግዜ ግን ገለ ክውዳእካ ይኽእል ገለ ግን በቲ ደለካ ጌርካ ኣወሃህድ ኣቢልካ ጥራይቲ ሓሳባት ወሲድካ ትሰርሕ ማለት እዩ ስለዚ ብደለና ኣስቤዛ ጌርና ከይተጨናነቕና ኣዝዩ ጥዑምን ምቁሩን ጌርና ባዕልና ኣወሃህድ ኣቢልና ንሰርሕ ማለት እዩ ሕጂ ከምዚ ትሪእዎ ዘለኹም እዘን ካሮተይ ፋሕፊሐ ወዲኤ እታ ሽጉርተይ እውን እንዳተቐለወትለይ እያ ከምዛ ትሪእዋ ዘለኹም ኣፀቢቕና ኣብ ሞታ ይነብሎ እቲ ሽጉርቲ ኖርማል ከምዚ ምሻሉ ኖርማል ከምዚ ኣፀቢቑ ከይመተ ኣፀቢቑ ከዓ ብጥሪኡ ከይኮነ ማእከላይ ጌርና ቐልዋ ኣቢልና ትሕት ነብሎ ምሽቲ ሓዊ ኖርማል ጌርና ንቐልዎ ማለት እዩ ሕጂ ደሓን ከምዚ ቁርቂ ይሕብለለይ ኣሎ እቲ ካሮተይ ክገብሮ እየ ማለት እዩ ምስኡ ክቕለወለይ ኩሉ ግዜ ሓዊ ኣትሕት ኣቢልና ከምዚኢታት ክንሰርሕ ከለና ብፍላይ የሕምልቲ ገለ ሓዊ ኣትሕት ነብሎ ምክንያቱ እቲ ናቱ ትሕዝቶ ከይጠፍኣና እቲ ናቱ ቫይታሚናት ከይጠፍእ ኣትሕት ኣቢልና ቀስ ጌርና ህዳ ኣቢልና ንሰርሖ ማለት እዩ ሕጂ ከምዚ ትሪእዎ ዘለኹም ነቲ ሽጉርተይ ኣፀቢቑ ኣይተቐልወን ከምዚ ትሪእዎ ዘለኹም ፃዕዳ ይደሎ ነታ ካሮተይ ምስኣ ክትቅሎ ይገብራ ኣለኹ እዚኣ ካሮተይ ቀስ ኢላ ምስኣ ክትቅለወለያ ከምዚ ትሪእዋ ዘለኹም ኣውሃህድ የብል ኣለኹ ኣነ ከምዛ መግቢ እዚኣ ብእውነት ካብ እንቃቑሖ በቃ ብጣዕሚ ካብ እንቃቑሖስ መፍለይ ድበሃል የብላን ካብ እንቃቑሖ ተደይ ጥዒማት ኣይትብንያ ብትሕዝቶ ክትብሉ ትሕዝቶ ብጣዕሚ ሃብታም ትሕዝቶ ይደለዋ እንደገና ጣዕምኻ ካብ ፍሪታታስ ኣዝያ ኣዝያ በቃ ኣነ ናይ ጾም ፍሪታታ እንዴ ድብላ ብፍላይ ነቶም ጾምቲ ሪኮመንድ ገብረኩም ምክንያቱ ሓደ ሓደ ግዜ ስራሕ እንዴ ትምህርቲ እንዴ ከመይ ገይረ ክጸወም ገለገለ ንብል እንዲና ግን ናይ ጾም መዓት መዓት እዩ ድብላዕ ደሎ እንደገና ኣብቲ ናይ ጾም ከዓ ብዙሕ ብዙሕ ትሕዝቶ እዩ ደሎ ስለዚ ብፍላይ ነቶም ጾም ትጾሙ ንዓኹም መተባብዒ እዚኣ ፕሊስ ከም ቁርሲ ገለ ክትጥቀሙላ ትኽእሉ ኢኹም ወይ ድማ ዋላ ንስራሕ ገለ ሒዝኩሞ ክትከቱ ተደሊኹም ከዓኒ ከምቶስ ዓይነት ኣብ ባኒ ጭድድ ኣቢልኩም መእቲኹም ክትጥቀሙላ ትኽእሉ ኢኹም ዋላ ሓንቲ ፀገም የብሉን ማለት እዩ እዛ መግቢ እዚኣ ንኹሉ ትኸውን እያ ሕጂ ከምዚ ትርእይዎ ዘለኹም ነቲ ፓርፖሮነይ ከዓኒ ሓፂበ ኣምፅኤ ከዓ ኣድቅቕ ኣቢለ ልክዕ ከምቲ ናይቲ ሽጉርቲ ይመትሮ ኣለኹ ማለት እዩ ኩሉ ግዜስ እቲ ብኢድና ዘሎ ብፍላይ እዚ ሕምብቲ ገለስ መብዛሕትኡ ብዙሕ ኣይንጥቀም ማለትስ ንጥቀመሉ ኢና ግን እቲ ትሕዝቱኡሲ ከምዚ ክስታይ ጌርና ኣይነብሎን ኢና። ብፍላይ ኣነ እዞም ድጾሙ ገለ ንዓኹም ከተባብዓኩም እደሊ ቀጽልዎ ኣምላኽ በረኸት ይግበረልኩም ከምዚ ጌርኩም እዛ ስራሕኩም ከዓ እንጀይ ትገብርዎ ማለት እዩ ዋላ ሓንቲ ጸገም ዘለዎ ኣይኮነን ኣብዚ ግዜ እዚስ ክንደይ እኳ ድብላዕ በዚሑ ኣምላኽ ይመስገን ጥራይ ተመወሃድ ይደድሊ ማለት እዩ ስለዚ ከምዚ ጌርና ህይወትና ባዕልና ኣቕልል ከነብሎ ንኽእል ኢና ግዜ ከዓ ኣይወስድን እዩ ካብ ዓሰርተ ዳ ዕስራ ዳ ዋላ ሓንቲ ትወስድን እያ ምክንያቱ ብዙሕ ምቅልላው ኣየድልዮን እዩ ኖርማል ሕምስ ሕምስ ጥራይ ምባል ስለ ዝኾነ ዋላ ተሃዊኽካ ንስራሕ ድዩ ዋላ ገለ ድዩ ንጎሆ ይኹን ምሸት ይኹን ጣዕጣዕ ኣቢልካ ስራሕ ኣቢልካ ክትቆርሰላ ወይ ክትድረረላ ወይ ክትምስሓላ ትኽእል ኢኻ ዋላ ሓንቲ ግዜ ኣይትወስድን እያ ዋላ ዊን ሰሪሕና ከዓ ንክልተ መዓልቲ ገለ ካብ ዋላ ፍርጅ ክንገብሮ ንኽእል ኢና እዚ ሕጂ ነቶም ስራሕ ትኸዱ እየ ድብል ዘለኹ እምበር እንድሕር ህውኽቲ ዘይብልና ከዓ ብፍረሽ ይሓይሽ ምክንያቱ ግዜ ስለ ዘይወስድ ኖርማል ባዕልና ሻዕ ንሻዕን ስራሕ ኣቢልና ብውዕዩ ንበልዖ ማለት እዩ ተዘይኮይኑ ግን ኣብ ፍርጅ ኣእቱ ኣቢልና ውፃእ ኣቢልና ውዒና ከዓ ንጥቀመሉ ማለት እዩ እዚ ነቶም ተህዋኹ

ሕጂ ሓንሳብ ሽሎቕ ክብለለይ ንዕኡ ክድን ኣቢለ ናብዚ ኮሚደረይ መፅኤ ሓፂበ ሞትረየ እዛ ኮሚደረ እቲ ሓንቲ እየ ሕጂ መቲረ ክገብራ እቲ ሓንቲ ግን ከፅንሓ እየ ንዳሓራይ ኣብቲ ምስ በሰለ ብላዕሊ ክገብረላይ ሕጂ እዚ ሓንቲ ጥራይ መቲርና ክንገብራ ኢና እዚኣ ከዓ ልካ ከምተን ሽጉርቲ ማዕረ ማለት እዩ ኣድቀቕ ኣቢልና ንሞትሮ ማለት እዩ ምጥሓን ገለ ግን ኣየድልየን እዩ በቃ ኢዚ ረይዋ ምትር ምትር ኣቢልካ ሕውስ ሕውስ ምባል ጥራይ ክጥሕን ኣይትብል ሽጉርቲ ክጥሕን ኣይትብል ገለ ይትብል እዚ ቀይሕ ፀብሒ ገላ ክንሰርሕ ከለና ትፈልጥዎ ከም ክንደይ ግዜ ወስደልካ መቸም እዚ ግን ቀሊልን ትሕዝቶ ዘለዎን ማለት እዩ እምበኣር ከምዚ ትሪእዎ ዘለኹም ደሃዩ እንዳገበርኪ እከይ ሓረኒ ብዝኾነ ግን ተሓዊ እኳ ኣትሕት ኣቢለዮ ደለኹ ነጊረኩም እየ ኣትሕት ኣብልዎ ሓዊ ክትሰርሑ ከለኹም ከምዚ ጌርና ኣትሕት ኣቢልና ቀስ ጌርና ኣውሃህድ ነብሎ ከይሓርር ቀስ ኢሉ ክቕሎ ማለት እዩ ከምዚ ትርእይዎ ደለኹም ይቕለወለይ ኣሎ ኣዝዩ ስለ ዝበስል ደሎ ደሓን እዩ ደሎ ማለት ጽቡቅ ኣሎ ሕጂ ሓንሳብ ክድን ከብለ ንክልተ ደ ገለ ድኸውን ቁሩብ ምእንቲ ትውህህድ ከብለለይ ማለት እዩ ብድሕሪኡ ከዓ መፅኤ ቸክ ክገብሮ ኣለኹ ማለት እዩ ከምዚ ትሪእዎ ዘለኹም ብጣዕሚ ፅቡቅ ኮይኑ ረይዎ ሓዊ ኣትሕት ነብሎ ፕሊስ ምክንያቱ እቲ ሕመልቲ ምእንቲ እቲ ናቱ ትሕዝቶ ዊን ከይጠፍእ ኣይነበርትዓሉ ሓዊ ከይሓረና ማለት እዩ ምክንያቱ እቲ ድሕር ሓሪሩ እቲ ጣዕሚ ናቱ ስለ ዝጠፍእ ብዙሕ ምብሳልሲ ኣየድልየን እዩ ኖርማል ቅልውቅሉ ምባል ተዘይኮይኑ ብዙሕ ምብሳል ኣየድልየን እዩ ቀስ ጌርና ኣትሕት ኣቢልና ሓዊ ልልውልልዋ ኣቢልና ምስ ትሕዝትኡ ከሎ ምስቲ ቫይታሚናት ከሎ ክንበሉ ኣመንቲ ሕጂ ቁሩብ ስለ ዝተቐለወለይ እንዳኸደንኩ እንዳረኣኹ ምስ ቀለኽዎ ነቲ ኮሚደረ ከዓ ብላዕሊ ገይረሉ ከምዚ ትርእይዎ ዘለኹም እቲ ኮሚደረ ሓንቲ ኮሚደረ ኦረዲ ሕጂ መቲርያ ዘለኹ ሓንቲ ኮሚደረ እድመልሳ ዘለኹ ደሓር ከዓኒ ኣብ መወዳእታ ከኣብቲ ከብሩ ደም ዝበልኩ ከዓ እቲ ሓንቲ ከዓኒ ክመልሳዮ ማለት እዩ ሕጂ ነዚኤን ሓንሳእ ክወሃሃዳላይ ከምዛ ትርእይዋ ዘለኹም ክኸድና ሓንሳብ ቀልጢፈ ድኸፍቶ ደለኹ በቃ ሓንቲ ዳ ገለ ፀኒሐ ድኸፍቶ ደለኹ ንሱ እንዳተቐልወለይ ኮሎ ሕጂ ናብቲ ኤግ ፕላንት ተመሊስና ንዑ ከዓ ቀሪፍና ክንመትሮ ኢና መጀመርታ ከምዚ ጌርና እቲ ናይ መዓኮሩ ቆሪጽና ንሰዶ ብድሕሪኡ ኸኣ በዚ ናይ ድንሽ ጌርና ቀስ ጌርና ቅልጥ ቅልጥ ኣቢልና ንቐርፎ። ኣዝዩ ቀሊል እዩ ዝምቕራፉ ብጣዕሚ ልስልስ ስለ ዝኾነ ብጣዕሚ እዩ ጽቡቕ ኣየህልኸካን እዩ። ከምዚ ትርእይዎ ዘለኹም ቀሪፈ ወዲኤያ ኣለኹ። ሕጂ ትቕራፉ ግሒፈ ንዓኣ ድማኒ ሓፂበ ብስነ ስርዓት ማይ ገይረ ከምፀያ እየ ሓፂበ ኣምፅኤያ ኣለኹ። ሕጂ ናፍታ ድስተይ ተመሊሰ ማለት እዩ። ምእንቲ ከይሓረኒ ከምዚ ትርእይዎ ዘለኹም ኣወሃህድ ኣብሎ ኣለኹ። ንኸይሓርር ብጣዕሚ እንዳተጠንቀቕና ነጊረኩም እየ ስጋዕቲ ክስታይ ደብለለይ ርእይ ኣቢለ ብድሕሪኡ ናፍታ ኤግ ፕላንተይ ከዓ ክምለስ እየ ማለት እዩ መሰኮስክዎ ምስ ረኣኽዎ ድሓን ስለ ዘሎ ኩነታቱ ናፍታ ኤግ ፕላንተይ ተመሊሰ ክመትራ ማለት እዩ ከምዛ እትርእይዋ ዘለኹም ልክዕ ከም ናይ ሽጉርቲ ገይረ እሱዊን ክመትሮ ማዕሪኡ ቅልጥፍ ኢልና መቲርና ንምለሶ ምክንያቱ ናይ ምጽላም ባህር ስለ ዘለዎ ቅልጥፍ ኢልና ምትር ምትር ኣቢልና ንመልሶ ማለት እዩ ከምዚ ትሪእዎ ዘለኹም ገይረ ልካ ከምዚ ናይ ሽጉርቲ ድምተር ፎኪስ እዩ ሓቂ ዘረባ ብጣዕሚ ጥዑም እዩ እዚ ኤግ ፕላንት ክትመትሮ ከለኻ ኩሉ ነገሩ እዩ ጥዑም ኩሉ ነገሩ ክትሰርሖ ጥዑም ቀሊል ክትበልዖ ጥዑም ምሻሎ ኣየሸግረካን እዩ ስለዚ ከምዚኣ ጌርና ሰሪሕና ንመገብ ከምዛ ትሪእዋ ዘለኹም ልክዕ ከምዚ ናይ ሽጉርቲ ጌረ ኣድቅቕ ኣቢለ ይመትሮ ኣለኹ ኣይሆፕ ክትፈትዎ ከዓ ተስፋ ገብር ሓደ ሰብ እንድሕር ፈትዋ ተጠቂምላ ንዓይ ዓብ በረኸት እዩ ዝኾነ ሃና ፅርኢቶ ናቕፌታ ተልይኩም ከዓ ኣብ ኮመንት ክትፅሕፍለይ ትኽእሉ ኢኹም ምክንያቱ ኩሉ ግዜ ሙሉእ ሰብ የለን እንዳተኣራረምና እንዳተማላላእና ስለ ዝኾንና ንኸይድ ማለት እዩ ኣነ ካብ ካልኦት ኣሕዋተይ ካልኦት ኣሕዋተይ ከዓ ካባይ ማለት እዩ ኣብ ነንሕድሕድና እንዳተደጋገፍናን እንዳተማላላእናን ስለ ንኸይድ ከምኡ ኢለ ኢኻ ዝኣምን ምክንያቱ ኣብ ገገዝኡ ሰብ ነናቱ ኣሰራርሓ ነናቱ ክእለት ነናቱ ሓሳብ ስለ ዘለዎ ዋላ ሓደ ሰብ እንድሕር ነዚ ሓሳብ ፈትዋ ንዓይ ኣብ ዓብ በረኸት ይኹም ዝቐዲመ ዝበልኩኹም ዝኾነ ሃናፅ ርእቶ ዝኾነ ነገር ክገብሮ ዘለኒ ከዓኒ ብዘይ ቀልዓለም ብዘይ ክፍታ ብሃናፅን ብመታባብዕን ሓሳብኩም ኣብ ኮመንት ፅሓፉለይ ማለት እዩ ሕጂ ከምዛ ትሪእዋ ዘለኹም ናብ ምስራሐይ ተመሊሰ ከዘኻኽረኩም ኢለ ከም ክብለኩም ጸኒሐ እዚኣ ናስቤዛይ ተቐልየናለይ ኣለዋ ከምዛ ትሪእዋ ዘለኹም ሕጂ ነተን ድመተርክወን ናይ ናይ ኤግ ፕላንት ቀስ ጌርና ክንመልሶ ኢና ኣዝዩ ከማን ብርኩት ኮይነለይ ብዝሕ ኢለለይ ሓቂ ዘርባ ክንደኡ ክኸውን እኳ ኣይሓሰብክዎን ኣይነው ዕብይ ኢላ እንድያ ነይራ ግን ክሳዕ ኩንት እቲ ዝበዝሕ ኮይኑ ኣይ መሰለንን ብጣዕሚ በርኪትለይ ብጣዕሚ ፅቡቅ ፋሚሊ ሙሉእሲ ፅቡቅ ገይሩ ኣብሊዕና ማለት እዩ ምስ ተረፉ ከማኒ ሕጂ ቀስ ጌርና ከይብለና ምክንያቱ ብጣዕሚ በዚሕኒ ኣሎ ኣነ ከም ዝብለኩም ዘለኹ ቀስ ጌርና ኣብል ኣቢልና ንኸድ ንሓንሳእ ጉድል ክብል ሽሎቅ ክብል ምእንቲ ነቲ ወሰኑ ወሰኑ ጽቕጥ ኣቢልና ክኸድ ነብሎ ሓንሳእ ክሸለቑ እሱ እንዳሸለቐለይ ከሎ ከዓ ነዘን ሽጉርቲ ፃዕዳይ ከዓ ጢሒነየ ቀጥቂጠየን ማለት እዩ ሕጂ ረእይዎ ከም ዝትርእይዎ ዘለኹም ምስ ተመለስክዎ ቁሩብ ጉድል ኢልለይ ቁሩብ ከም ሽሉቕ ስለ ዝበለ ቀስ ጌርና ሕጂ እነወሃህዶ ማለት እዩ ከይወድቀና ጥንቃቕ እንዳበልና መሊእኒ ኣሎና እዩ ምክንያቱ ክንዲዚ ክበዝሓኒ ኢለስ ኣይሓሰብክዎን ሓቂ ዘረባ ሕጂ ከምዚ ትሪእዎ ዘለኹም ጽቡቕ ገይረ ኣወሃሂደዮ ኣለኹ ብጣዕሚ በቃ ከለሩን ገሊኡን ክጽብቕ መዓት ልክዕ በቃ እንቃቑሖሲ ከምዚ በቃ እንቃቑሖ ኮይኑ ሰብ እንቃቑሖ ኢልካ ትህቦስ ኣብ መቐረቱ ጥራይ ክፍለዮ ዝኽእል እምበር እንቃቑሖ እዩ ዝመስል በቃ ዋላ ሓንቲ መፍለይ የብሉን ከምዚ ትሪእዎ ዘለኹም ሕጂ እቲ ድጠሓንክዎ ሽጉርቲ ፃዕዳ ገይረየ ኣለኹ እዚ ብላዕሊ ገይረ ኣለኹ ንምንታይ ብላዕሊ ገይሬኻ መቐረቱ ከይጠፍኣልኒ ጥዑም ክኾነለይ ምእንቲ ሓገግ ኢለ ከይጨንወለይ ብላዕሊ ገይረየ ኣለኹ ማለት እዩ ከምዚኣ ጌርና ቀስ ጌርና ከዓ ጥንቅቕ ኢልና ኣወሃህድ ነብሎ ዳርጋ ኣብ ምብሳል ዳኣኸለታ ከምዛ ትሪእዋ ዘለኹም ሕጂ ቀመማት እየ ክገብር እየ ቀመም ከማን ዋላ ሓንቲ ብዙሕ ኣይገበርኩሉን ጨውን በርበረ ፀሊምን ክገብረሉ እየ ደለና ቀመማት ኣብ ገዛ ክንገብረሉ ንኽእል ኢና ፀገም ደለዎ ኣይኮነን ብዙሕ ደድልዮ እውን ኣይኮነን ማለት እዩ ጥራይታ ሽጉርቲ ፃዕዳን ጨውን ደይትተርፍ ቀንዲ ቅድሚ ቀመማት እዛ ኣጽኒሐያ ዝበልኩኹም ኮሚደረ ንምንታይ እዚ ገይረሉ ማይ ገለ ስለ ዘይንገብረሉ ከምዚ ልስልስ ዝበለ ምሽ ከምዚ መራቕ ንቑፅ ኣዝዩ ንቑፅ ከይኮነና ምእንቲ ሸውሃትና ከይዓፅወና እዚ ኮሚደረ ብላዕሊ እንድሕር ጌርናሉ ከምዚ ቁሩብ ኣለስልስ የብሎ ከምዚ መራቕ ዓይነት ስለ ዝገብረሉ ብጣዕሚ እዩ ጥዑም ዝገብሮ ዛስዋየ እቲ ኮሚደረ ሓንቲ ኣትሪፈ ብላዕኒ ዝገብረላ ደለኹ ማለት እዩ ስለዚ ኣብ ምውዱ እዩ እዚ ሕጂ ምስ ገበርናሉ እቲ ኮሚደረስ ሓንሳ እዩ ከፅንሖ እምበር ብዙሕ ኣየደንጌነ ከምቲ ትሪእዎ ደለኹም ከማን በቲ ሃፋ ብዙሕ ኣይደረቐን ብዙሕ ኣይነቐፀን ሞር ከዓ እቲ ኮሚደረ ምስ ገበርኩልካ ፅቡቕ ልስልስ ዝበለ ክኾነለይ ማለት እዩ ሕጂ ከምዚ ትሪእዎ ዘለኹም መጀመርታ ኣወሃህድ ኣቢለዮ ከምዚ ብታሕቲ ከይሓረኒ ምእንቲ ቅድሚ እቲ ኮሚደረ ምግባረይ ቀስ ጌርና ኣወሃህድ ነብሎ ብድሕሪ እቲ ኮሚደረ ንገብረሉ ማለት እዩ እዚ ከም ዝበልኩኹም ካብ ዓሰርተ ደቂቕ ካብ ዓሰርተ ሓሙሽተ ደቂቕ ወላ ሓንቲ ግዜ ይወስድኒ እዩ ጣዕጣዕ ኣቢልካ ግብር ግብር ኣቢልካ ቀሪብካ ምብላዕ ጥራያ ከምዚ ትርእይዎ ዘለኹም ሕጂ ትውህህድ ምስ ኣበለለይ እተን ዘዳለኽወን ኮሚደረ ክመልሰን እዩ ከምዚኣ ጌርና ምስ መለስናየን እተን ኮሚደረ ድማ ቀስ ጌርና ከዓ ነውሃህዶ ምክንያቱ ብዙሕ ከየብል ምሻሎ ቀስ ጌርና ጸቢቕ ምዉት ከይበለ ከሎ ኢና ከነውርዶ ካብቲ ጸቢቕ ከይበሰለ ማለት እዩ ኮሚደረ ከምዚ ኢሉ ትውህህድ መሰበለለይ እቲ ጨውን በርበረ ጸሊም ትቐመም ከምዚኣ ገይረ ገይረሉ ሕጂ ቀስ ገይረ የውሃህዶ ኣለኹ ከምዛ ትሪዋ ደለኹም ዳርጋ በሲላ ትለያ ደላ ቀስ ጌርና ጥራይ እቲ ቀማማት ኣትሕት ኣቢልና ተሓዊ ኣወሃህድ ነብሎ ሕጂ ጋዝ ኣጥፊኤ እያ ኣለኹ ምክንያቱ ኦረዲ ይኣኽሎ እዩ በሲሉ ስለ ዝኾነ እቲ ኮሚደረዊን ኣጸቢቑ ክጠፍእ ኣጸቢቑ ክበስል ኣይደለኽዎን እቲ ድሒረ ዘእተኽዎ ሕጂ በቲ ሃፋ ጥራይ ቁሩብ ሓንሳእ ክስታይ ክኸውን ክድን ኣቢለዮ ኣለኹ እምበር ኣጥፊኤያ ዘለኹ ጋዝ በቲ ረሲኑ ዝፀንሐ ጥራይ ክስታይ ገይሩ ዘሎ ከምዚ ኢሉ ፅቡቕ ተወሃሂድለይ ከም እትሪእዎ ዘለኹም ኣቀዲመ ነጊረኩም እየ ገዛ ኣጢፌ እየ ስለዚ እቲ ኮሚደረ ኣጸቢቑ ኣይሞተን ኣይበሰለን ትሪእዎ ኣለኹም ፍሩይ ኮይኑ ሕጂ ናብ መቐራባ ጥራያ ክትከይድ ወላ ሓንቲ ግዜ ኣይንወስደላን ኢና ቅርብ ቅርብ ኣቢልና ጣዕጣዕ ኣቢልካ ምብላዕ ጥራያ እምበኣር ከስ ከምዚ ትሪእዋ ዘለኹም ጉዐ ገይረ ብጣዕሚ ጽብቕቲ ገይረ ቀሪበያ ክትጥዕም መዓት በቃ ኣነ ከመይ ገይረ እያ ከረዳእኩም ኣይደነው ብጣዕሚ በቃ ጥዕምቲ እያ ካብ ዘረባ ዶ ብዝሓልኩም ሰሪሕኩም ፈትንዋ ጥራይ ክብለኩም ዝኽእል ብጣዕሚ ጥዕምቲ እያ ከምዚ ዝበልኩኹም ድማ ብቕጫ ከዓ ኣብ ገዛ ተኮይኑ ሞር ብቕጫ ትጥዕም ብጣዕሚ ኣነ ብቕጫ ይፈትዋ ኣይደነው ምስ ስድራ ቤተይ ብቕጫ ኢና ንፈትዋ እንድሕር ትወጽእ ኾንካ ግን ዋላ ንትምህርቲ ቆልዑ ውን ይወስድዋም እዛ መግቢ እዚኣ ጉዕ ከይገበርካ ከይመሮም ኣብ ባኒ ቶስት ጌርካ ልኺልኺ ኣቢልካ ቶስት ትገብረሎም ጽቕጥ ኣቢልካ ብጣዕሚ እዮም ዝፈትዋ ማራ እዩ ጥዑም ብጣዕሚ ነግረኩም ኣለኹ ብእውነት ብጣዕሚ እዩ ጥዑም ዋላ ንስራሕ ይኹን ዋላ ንትምህርቲ ፈትንዋ ጥራይ ኣብ ገዛ ትኾንካ ከምዚ ጌርካ ብኢድካ ክትበልዖ ትኽእል ኢኻ ንደገ እንድወፅ ግን ክትጠቕመና ትኽእል እያ ስፔሻሊ ንፀውም ቶስት ጌርና ስራሕ ኣቢልና ነብላ ማለት እዩ እሞ ናይ ሎማዓንቲ ትሕዝተይ ከምዚኣ ትመስል ንቐደም በሉ ንቐደም በሉ እንዳበልኪኤ ንቐደም በሉ ጥዕም ጥዕም ኣብልዋ ጥዒምኩም ከዓ ንትምስክሩ ማለት እዩ ናይ ሎማዓንቲ ትሕዝተይ እዚኣ ትመስል ተስፋ ገብር ባይ